ከመይ ጸንሑ ፍትዋትን ክብራትን ተኸታተልቲ ቀዳሞት ሜድያ ንሰዓት ዘዳለናልኩም ሓጽርትን ትኩሳትን ሓበሬታት ከምቲ ልሙድ ሒዝና ቀሪብና ኣለና ክትከታተሉና እናዓደምና ብቅንነታቶም ክንፍልም ኢና ቅድሚኡ ግና ንቻነልና ላይክ ሰብስክራይብን ሼርን ክትገብሩ ክነዘኻኽር ንፈቱም ሰራዊት ውልቀ መላኺ ኢሳያስ ኣፈወርቂ ካብ ኢሮብ ዓፊኑ ዝወሰዶም ልዕሊ 38 ሰላማውያን ሰባት ሃለዋቶም ጠፊኡ ተባሂሉ። ወራር ሰራዊት ኢትዮጵያን ኤርትራን ኣብ መንጎ ሽረን ኣኽሱምን ተቖሪጹ። ኣብ ዝቕፅሉ ዘለዉ መዓልታት ልኡኻት ዘተ ሰላም መንግስቲ ትግራይ ናብ ሃገሮም ክምለሱ ምዃኖም ተሓቢሩ። ላዕለዋይ ኣዛዚ ሰራዊት ኤርትራ ወዲ ኣስፍሃ ብሰራዊት ትግራይ ተቐቲሎም። ወረርቲ ሓይልታት ኢትዮጵያን ኤርትራን ይብተኑ ኣለዉ ክብል ላዕለዋይ በዓል መዚ ቤት ፅሕፈት ዝምድናታት ትግራይ ፕሮፌሰር ክንደያ ገብረህይወት ሓቢሮም። ኣብ ደቡብ ኣፍሪቃ ዝካየድ ዘሎ ዘተ ሰላም ንክልቲኦም ተፃባእቲ ኣካላት ናብ ናይ ስምምዕ ጠጠው ምባል ተኹሲ ከምፅኦም ከምዝኽእል ተገሊፁ። ናብ ዝርዝሮም ክንሰግር። ሰራዊት ውልቀ መላኺ ኢሳያስ ኣፈወርቂ ካብ ኢሮብ ዓፊኑ ዝወሰዶም ልዕሊ 38 ሰላማውያን ሰባት ሃልዋቶም ጠፊኡ ተባሂሉ ኣብ ኢሮብ መንግስቲ ኤርትራ ዝካየድ ግፋ መንእሰይ ልሙድ ዋላ እኳ እንተኾነ ዛጊድ ንምዝራቦም ዘጸግሙ ማእለያ ዘይብሎም ሰይጣናዊ ግፍዕታት ተፈጺሞም እዮም። ካብ ግፋ ወፃኢ 38 ሰላማውያን ሰባት ዓፊኖም ዝወሰዱ እንትኸውን እዚኦም ድማ ዛጊድ ሃለዋቶም ኣይተፈለጠን። ካብዞም ተዓፊኖም ዝተወሰዱ 38 ክልተ ኣዋልድ ዝርከብኦም እንትኾና እቲ ኣራዊት ኤርትራ ናበይ ከም ዝወሰዶም ከም ዘይተፈለጠን ምናልባት ረሽንዎም ክኸውን ከም ዝኽእልን ግምታት ኣለዉ። ብ1990 ኣቋፅራ ግእዝ ልዕሊ 97 ሰባት ካብ ከባቢ ኢሮብ በቲ ኣረሜናዊ ስርዓት ብተመሳሳሊ መንገዲ ተወሲዶም ክሳብ ሎሚ ደሃዮም ከም ዘይተረኸበ ዝዝከር እዩ። ወራር ሰራዊት ኢትዮጵያን ኤርትራን ኣብ መንጎ ሽረን ኣኽሱምን ተቖሪጹ። ዝረኸብናዮ ሓበሬታ ከም ዘመላኽቶ ሓይልታት ምክልኻል ትግራይ እቲ ኣብ ሽረ ዘሎን ናብ ኣኽሱምን ዓድዋን ዝኣተወን ጸላኢ ኣብ ውቕሮ ማራይ ተቖሪጹ ኣሎ። እቶም ባርባራውያን ጸላእቲ ስፍሪ ቁጽሪ ዘይብሉ ሓይልን ኣጽዋርን ኣሰሊፎም መቐለ ክንቆጻጸር ኢና ጥራሕ ዘይኮነ ህዝቢ ትግራይ ክነንበርክኾን ኢና ኢሎም ተሓንዲዶም ኣትዮም እዮም። ናይ ባዕሉ ፍሉይ ስልትን ስትራተጂን ኩናት ነዲፉ ዝዋጋእ ዘሎ ጅግና ሰራዊት ትግራይ እቶም ወረርቲ ናብ ዝጥዕሙ ቦታት መንገዲ ከፊቱ ብምእታው ከቢቡ ይሕምሽሾም ከም ዘሎ እውን ተፈሊጡ ኣሎ። ወታደራውያን ተንተንቲ ከም ዝብልዎ ወራር ሰራዊት ኤርትራ ኣብ ዝተፈላለዩ ዝኣተወን ከባብታት ትግራይ ይቕጥቀጥ ከም ዘሎ እውን ተገሊጹ እዩ። ክሳብ ሕጂ ኣብ ዝኣተወን ከባብታት ትግራይ ድማ ኣብ ልዕሊ ንባዕሎም ክከላኸሉ ዘይኽእሉ ንጹሃት ተጋሩ ኢሰብኣዊ ግፍዕታት ይፍጽሙ ከም ዘለዉ እዩ። ሓይልታት ምክልኻል ትግራይ እቲ ዝተኣወጀሎም ደማዊ ኲናት ብዝለዓለ ወተሃደራዊ ጥበብ ኣብ ልዕሊ ጸላእቲ ከበድቲ ክሳራታት የብጽሑ ከም ዘለዉ እውን ተፈሊጡ እዩ። በቲ ሕጂ ዝኸይድ ዘሎ ምዕባለታት ደማዊ ኲናት ብመስተንክራዊ ወፍርታት ሓይልታት ምክልኻል ትግራይ ናብ ወሳኒ ምዕራፍ ክሰጋገር ይኽእል እዩ ዝብሉ ዓዘብቲ እውን እናተበራኸቱ ይርከቡ። ኣብ ዝቕፅሉ ዘለዉ መዓልታት ልኡኻት ዘተ ሰላም መንግስቲ ትግራይ ናብ ሃገሮም ክምለሱ ምዃኖም ተገሊጹ። እቶም ዝሓለፈ ሓደ ሰሙን ኣብ ደቡብ ኣፍሪቃ ኣብ ዝተዳለወ ዘተ ሰላም ትግራይን ኢትዮጵያን ዝሳተፉ ዘለዉ ልኡኻት ዘተ ሰላም ትግራይ ጠለባት ትግራይ ብኣግባቡ ኣቕሪቦም ሓገዘ ሸማገልቲ ዝረኣየሉ ዘሎ ምዃኑ ይግለጽ ኣሎ። ብመሪሕነት ሕብረት ኣፍሪቃ ዝካየድ ዘሎ እቲ ዘተ ሰላም ብትግራይ ዝተሓረየ ደገፍ ኣሜሪካን ሕብረት ኣውሮፓን ዝረኸበ ነበር ፕሬዚዳንት ኡሁሩ ኬንያታን ነበር ምክትል ፕሬዚዳንት ደቡብ ኣፍሪቃ ዶክተር ሙላምቡን ብመንገኝነት ኣሜሪካ፣ ሕብረት ኣውሮፓን ኢጋድን ድማ ኣብ ተዓዛባይነት ዘለውሉ ዘተ ሰላም ህጹጽ ምቁራጽ ተኹሲ ደው ምባል፣ ምኽፋት ቀረብ ሰብኣዊ ረድኤት፣ ምውጻእ ሰራዊት ኤርትራ፣ ኩሎም ናብ ትግራይ ዝኣተው ወረርቲ ናብ መስመር መከላኸሊ ቅድሚ ኲናት ክምለሱ ዝብሉ ወሰንቲ ነጥብታት ክእወጁ ጸቕጢ ኣብ ልዕሊ ኢትዮጵያ ይገብሩ ከምዘለው'ዩ ተፈሊጡ። ሎሚ ድማ ስምምዕ ተኹሲ ደው ምባል ክእወጅ ከምዝኽእል ተገሚቱ'ሎ። እቲ ኣብ ባይታ ክዕወት ተጸብዩ ግን ብሰራዊት ትግራይ ዝወስዶ ዘሎ ስጉምቲ ምክልኻል ይፍሽል ብምህላዉን ኣብ ወጥሪ ብምእታው ኣብይ ኣሕመድ ኣብ መወዳእታ ነቲ ከዘናግዑ ዝሓሰበ ዘተ ሰላም ንደመቀ መኮንን ኣብ መወዳእታ መዓልታት ከም ዝለኣኾ ተሓቢሩ እዩ። እዚ ድማ ንመራሒ ኢሳያስ ኣፈወርቂ ናይ ምጥላም ተኽእሉ ዝለዓለ ምዃኑን ሓይሊ ሚዛን ናብ ትግራይ ብምባሉ ድማ ተገዲዱ ናብ ስምምዕነት ምቁራጽ ተኹሲ ደው ምባል ክኣቱ ይኽእል እዩ ተባሂሉ እውን ኣሎ። እቶም ኣብ ፕሪቶርያ ዝቐነዩ ልኡኻት ትግራይ ድማ ኣብ ዝቕፅሉ ክልተ መዓልታት ናብ ዓዶም ትግራይ ክምለሱ ትፅቢት ይግበር። ላዕለዋይ ኣዛዝ ሰራዊት ኤርትራ ወዲ ስፍሃ ብሰራዊት ትግራይ ተቐቲሉ። ሰራዊት ሻዕብያ ኣብ ከባቢ ዓድዋ ማርያም ሸዊቶን ገንደብታን ድሕሪ ምድምሳሱ ዝተረፈ ሓይሉ ድማ ብትዲኤፍ ንድሕሪት ኮነ ንቕድሚት ምውፃእ ከምዘይከኣለዩ እናተገለፀ ዝርከብ ዛጊድ ድማ ፀላኢ ካብ ከተማ ዓድዋ ናብ ራሃያ ማእለያ ዘይብሉ ክሳራታት ከፊሉ ድሕሪ ምምፅኡ ብሓይል ሰራዊት ትግራይ ተላዒኹ ናብ ራሃያ ከምዝተመልሰ ፍልፍላትና ሓቢሮም። ኣብዚ ውግእ ካብ ዝተረኸቡ መረዳእታታት ኣስከሬናት ሻዕብያ ከምዝሕብርዎ ወደስፋ ንዝተባህለ ላዕለዋይ ኣዛዚ ድሁል ሰራዊት ሻዕብያ ሓዊሱ ብርክት ዝበሉ ኣማራሓ ወታደራት ሻዕብያ ተቐቲሎም ከምዘለዉ እውን ተፈሊጡ ኣሎ። ካብዚ ብተወሳኺ ኣብ ከባቢ ዓዲ ጭዑንዱግ ኣብ ዝተባህለ ቦታ ዳርጋ ኩሎም ኣዘዝቲ መካናይዝድ ሻዕብያ ከም ዝተቐተሉን መካናይዝድ ኣጽዋራት ድማ ከም ዝተማረኸን ተገሊጹ እዩ። ፎሬን ኣፌርስ ዝተባህለት መርበብ ሓበሬታ ከም ዝገለጸቶ ሰራዊት ሻዕብያ ካብ ሽረ ናብ ኣኽሱም ዝነበረ መስመሩ ከም ዝተቖረጸ ገሊጻ እያ። በዚ ምኽንያት ድማ ኣብ ከቢድ መጻብቦ ከም ዝኣተወን ብኣንፈት ራማ እውን ኣብ ከበባ ከም ዝርከብን ኣፍሊጣ። ወረርቲ ሓይልታት ኢትዮጵያን ኤርትራን ይብተኑ ኣለዉ ክብል ላዕለዋይ በዓል መዚ ቤት ጽሕፈት ዝምድናታት ትግራይ ፕሮፌሰር ክንደያ ገብረ ህይወት ሓቢሩ። ኣብ ትዊተር ኣብ ዘስፈሮ ጽሑፍ ኣዋሽ ከይዱ ከይዱ ኣብ ክልል ዓፋር ከም ዝብተን ኩሉ እቶም ውርርቲ ኣካይድኦም ከም ሩባ ኣዋሽ እዩ ኮይኑ ዘሎ ኢሉ። ኣዋሽ ኣብ ቦትኡ እናተበተነ ባሕሪ ከይበጽሐ እናተበተነ ከም ዝጥሕል ኩሉ ወረርቲ ሓይልታት ኣብይን ኢሳያስን እውን ናብ ትግራይ ኣትዮም ይብተኑ ኣብ መወዳእታ ድማ ይጥሕሉ ከም ዘለዉ ፕሮፌሰር ክንደያ ተዛሪቡ። እቲ ኣፈላላይ ግን ኣብ ትግራይ ምጥሓል ቅልጡፍ ምዃኑ እዩ ዝበለ እቲ በዓል መዚ መንግስቲ ትግራይ፣ ሰራዊት ትግራይ ነቶም ትግራይ ዝኣተው ወረርቲ የቃብጾም ከምዘሎ እዩ ኣመላኺቱ። ኣብቲ ዝሓለፈ ሰሙን ኣብ ብዙሓት ግንባራት ኣብ ዝተኻየደ ግጥም እቶም ልፍንታውያን ሓይልታት ኣብ ዝኣተውዎ ከም ሕሱም ይረግፉ እዮም ዘለው። ማእለያ ዘይብሎም ወታደራውያን ተሽከርከርቲ ምስ ምሉእ ለጅስቲከን ብትዲኤፍ ተማሪኸን፣ ሰራዊት ፒፒን ሻዕብያን ድማ ከም ሕሱም ይረግፉ ከምዘለውን እዩ ተገሊጹ። ኣብ ደቡብ ኣፍሪቃ ዝካየድ ዘሎ ዘተ ሰላም ንኽልቲኦም ተጻባእቲ ኣካላት ናብ ናይ ስምምዕ ጠጠው ምባል ተኹሲ ከምጽኦም ከም ዝኽእል ተገሊጹ። ኣቦ ወንበር ኮሚሽን ሕብረት ኣፍሪቃ ሙሳ ፋቂ መሃመት ኣብ ጉዳይ ዘተ ኣመልኪቶም ምስ ሚኒስትር ጉዳያት ወጻኢ ኣሜሪካ ኣንቶኒ ብሊንከን ኣብ ዝተራኸብሉ እዋን ነዚ ዝበሉ እንትኸውን እቲ ዘተ ንኽልቲኦም ኣካላት ናብ ስምምዕ ተጻብኦ ከምርሖም ተስፋ ከም ዘለዎም እዮም ገሊጾም። ሙሳ ፋቂ ድሕሪ ናይ ኣርባዕተ መዓልቲ ዘተ መንግስቲ ትግራይ ንኢትዮጵያ ንምስ ሚኒስተር ኣንቶኒ ብሊንከን ኣብ ካናዳ ኦታዋ ተራኺቦም ተዘራሪቦም ኣለው። ቀንዲ መኸየድን መዘራረብን ናብ ካናዳ ብዛዕባ ኣብ ደቡብ ኣፍሪቃ ዝካየድ ዘሎ ዘተን ከይድን ምዝራብ ምዃኑ ተፈሊጡ ኣሎ። ምኒስትር ጉዳያት ወፃኢ ኣንቶንዮ ብሊንከን ዘተ ኣብ ምጅማሩ ልዕሊ ክልተ ዓመት ብዛዕባ ዘቑፀረ ኩናት ትግራይ ኣሜሪካን ሕብረት ኣፍሪቃን ዝገብርዎ ፃዕርን ውፅኢቱን ካብ ኣቦ ወንበር ሙሳ ፋቂ ክሰምዕ ተሃንጢ ኣለኹ ምባሎም ዝዝከር እዩ። ፅንሕ ኢሎም እውን ኣብ ትግራይ ሰላም ንምስፋን ኣቦ ወንበር ሙሳ ፋቅን ሕብረት ኣፍሪቃን ወሰንቲ እዮም ኢሎም እዮም ብሊንከን። ኣብ ደቡብ ኣፍሪካ ዝካየድ ዘሎ ዘተ ሰላም መንግስቲ ትግራይን ኢትዮጵያን እናተዛዘመ ዝርከብ ዘሎ ኮይኑ ኣሜሪካ ብተዓዛብነት እናሳተፈትሉ ፀኒሓ እያ። ካብዚ ብተወሳኺ ተወከልቲ ሕቡራት መንግስታት ዓለምን ኢጋድን ተሳቲፎም እዮም። እምበኣርከስ ተኸታተልቲ ቀዳሞት ሚድያ ነሳዕ ዘዳልናልኩም ዜናታት ነዚኦም ይመስሉ ነይሮም። ስለዝተኸታተልኩምና ነመስግን። ብካልኦት መሊስና ክሳብ ንራኸብ ኢና። ክሳብ ሽዑ ሰላም።